ከምቲ ኣብ ካርቱም ዝግበር ዘሎ ሰሚዕኩሞ ኣለኹም ኤርትራ ትግራይ ኣምሓራ ቤንሻንጉል ኦኣም ካልኦት ህዝብታት ድማ ከይጋገ ድማ ብዙሓት ህዝብታት ዘለዎ ዓቢ ጽምዶ ተገይሩ ኣሎ እዚ ድማ ኢሪዘ ሲግናል ኣቢይ ኣሕመድ ዓቢ ሽግር ይመጾ ከምዘሎ እዚ ማለት ድማ ምስ ኤርትራ ምትፍናን ከዋጽኦ ከምዘይክል ብዝተኻለ መንገዲ ምስ ኤርትራ ክዕረቕ ከምዘለዎ ክፍትን ከምዘለዎ እቲ ጸገም ኣብ መንጎ ኤርትራን ኢትዮጵያ ኣብ መንጎ ኤርትራን ኣሜሪካን ዕርቂ ትፈጥር ዘላ ሃገር መን እያ ወይ ውን ኣበይ እዮም ዝራከቡ ዘለዉ that's right ኣብ ግብጺ እዮም ዝራከቡ ዘለዉ መሳኪን ብልጽግና ኣብ ግብጺ ምርኻብ ማለት ሓደ ካብቲ ኤርትራ ምስ ኢትዮጵያ ንከይትዕረቅ ቀንዲ ዝጽሊ ለይትን መዓልትን ለይቲ ዝሓልም ቀትሪ ድማ ዝሰርሕ እተሎ ግብጺ እዩ ኤርትራ ኢዝ ሃዝ ሙቭድ ኦን ኤርትራ ን ብልጽግና ከሲሩ ኢዩ ካብ ኤርትራ ኤርትራ ክትምለሶ ኣይትኽእልን ኢያ ምኽንያቱ ናይ ኤርትራ ካልኩለሽንስ ምስ ምስ ኣቢ ተዓራሪኽካ ካብቲ ናይ ቀደም እዚ
ሰላም ሰላም ክቡራት ሰማዕትና ከመይ ትውዕሉ ኣነ ብዚ ናይ ጀርጆ ዝዛረቦ ዘሎ ኣብቲ ናይ ኣሜሪካ ምስ ኤርትራ ምጽማድ ዝብል ዘሎ ኢዩ እቲ ናይ ኣፍሪቃ ምስ ሱዳን ይኹን ዋላ ምስ ጋምቤላ ይኹን ምስ ትግራይ ኣብኡ ክጽመዱ ይኽእሉ ኢዮም። ናይ ፖለቲካ ጠላዕ ኣብቲ ዞባ መዓት ጠላዕ እንድዩ ዝካየድ ዘሎ ኣብኡ ክፅመዱ ይኽእሉ እዮም ኣሜሪካ ግን ኣሜሪካ ምስ ኤርትራ ምፅማድ ማለት እንታይ ማለት እዩ መጀመርያ ኣሜሪካ እግራ ዘዕለበትለን ሃገራት ኣፍሪቃ ኣብ ምንታይ ደረጃ ይነብራ ኣለዋ ሰላም ዝበሃል የለን መንግስቲ ኤርትራ ምስ ኣሜሪካ ክጽመድ እንተድኣ ወሲኑ ነገራት ልዑል ዓቕሚ ኮይኖሞ እቲ መንግስቲ ሓንቲ ክገብር ኣይከኣለን ኣሎ ማለት እዩ ወዲኡ ኣሎ ማለት እዩ መንግስቲ ኤርትራ ምስ ኣሜሪካ ክጽመድ እንተድኣ ኮይኑ ክወድቕ እዩ ማለት እዩ። ምክንያቱ ኣሜሪካ ንዓኣ ክሳድ ኣቕኒዑ ዝጥምታ መራሒ ይኹን መንግስቲ ኣይትቕበልን እያ። ኣይትቕበልን እያ። እንታይ ደኣ ንሳ እትልእኮ ከም ከልቢ ብሰንሰለት እተኣሰረ ከልቢ ከም ከልቢ ንሳ እትልእኮ እንተኾይኑ ዝምድና ክትገብር ትኽእል እያ። ንኣብነት ከም በዓል ኬንያ፣ ናይጀርያ በሎም፣ ኦጋንዳ በሎም እዚኦም ተለኣኣኽቲ እዮም። ጫድ ሓንቲ ይገብሩ እዮም። ደቡብ ሱዳን ተላእኽቲ እዮም። ካብ ኣሜሪካ ዝበለቶም ሰንደር ኣይብልን እዮም። ከማን ኣሜሪካ ክዛረቦም ኣይፅበዩን እዮም። ብተዘዋዋሪ ተልእኳት ናይ ኣሜሪካ እስራኤል ወይ ኢማራይት ወይ ቀጠር እንድሕር መልእኽቲ ኣሜሪካ ከምዚ ኢልሃኩም ኣላ ጥራሕ ተኢሎሞም እንዳጎየም ዝትግብሩ ስለዚ ኤርትራ ግን መራሒኣ ኢሳያስ ኣፍወርቂ እዩ። ኢሳያስ ኣፍወርቂ ከኣ ሙሉእ ዕድሚኡ ኣብታ ናቱ ቴሌቪዥን ኣሜሪካ ከይበለ ሓሊፉ ኣይፈልጥን እዩ። ዋይት ሃውስ ከይተዘከረት ሓሊፋ ኣይትፈልጥን እያ። እሞ ከደኣ ሕጂ ደኣ ምስ ኣሜሪካ ብኸመይ እዮም ክጻመዱ? መእተዊ ዝበሃል ነገር ኣሎ። ብምንታይ እዮም ክተኣታተው? ንሳላሳ ዓመት ኣሜሪካ እንዳበለ ወዲ ኣፈወርቂ ድዛረብ ዝነበረ ጽረ ኣሜሪካ'ዚ ሕጂ ደኣ እሞ መዓቆር ኣሜሪካ ክልሕስ ይቕበሎ? ምስ ኣሜሪካ ምዝማድ ማለት እታ ክትፈልጥዋ ዘለኩም መዓኮር ኣሜሪካ ምልሓስ ማለት እዩ። ምክንያቱ ኢትዮጵያ ሙሉእ ዕድሚኣ ደድመጸ በዓል ስልጣን ኣብ ኣሜሪካ እያ ትልሕስ። ስለምንታይ ብረድኤት እያ ትናበር። ሰብኣይ ንሰብኣይ ኣመርዕዉ ተኢሎሞ መርሓባ ገይ ክባራታዕ ኣለዎ መርሓባ። ህጻናት ንናኣሽቱ ክንወስድ ኢና መርሓባ ጠፊኦም ክንብል ኢና ጸገም የለን ውሰድዎም መርሓባ ጥራይ እያ ኢትዮጵያ ስራሕ እምቢ ክብሉ ይክእሉን እዮም ብከምኡ እዮም ከኣ እዚ ኩሉ ንሕና ኢየሱስ ነኽብር ኢና እዚ ኩሉ መንገዲ ኢየሱስ ኢየሱስ ኢየሱስ ዝበሃል ዘሎ ዝተደጎለ ሓዊ ናይ ኢትዮጵያ እዩ መን እዩ ዝዘርኦ ዘሎ እሞ ኣብ ላዕሊ ኣሜሪካውያን እዮም ዝዘርዎ ጆሆባ በሎ ጴንጠ በሎ ኢየሱስ ዝብል ኩሉ እዚ መልእኽቲ ናይ ኣሜሪካ እዩ ኢየሱስ ክብሉ እንዳወዓሉ ፓስተራት ደፊሮምና ዝብላ ኢትዮጵያውያን ኣሽሓት እየን ስለዚ ንኢትዮጵያ ቁልቁል ኣፋ ደፊኦማ እንተ ብገይ እንተ ብቤንተ እንተ ብሃይማኖት ጀውሃር ገና ኣይተላዓለን ኣሎ ምስ ሰራዊቱ እምበር ክሳዶም ኢና ንብሎም ንክርስትያን እብል ነይሩ እዩ ንክርስትያን ዝቐትል እንተ ኮይኑ ጀውሃር ሕጂ እውን እቶም ሙስልምና ኣለዉ ሕጂ ትሰምዕዎም ኣለኹም እስልምና ከምዚ ኢና ንሕና ኢሎም ዘራፍ ብሉ ኣብ ኢትዮጵያ ናይ ኣክሱም ተላዒሉ ነይሩ ገና እዚ ዝተደጎለ ሓዊ እዚ ናይ ክልተ ሃይማኖት ዓብዪ ናይ ኣሜሪካ እዩ ስለዚ ኣሜሪካ ናብ ኤርትራ ክትመፅእ እንተ ደኣ ኮይና ኤርትራውያን ተባላሽና ኣለና መጀመርያ እቲ መንግስቲ ኢዱ ይብሎ ማለት እዩ ኢዱ ክህብ እዩ ብድሕሪ ኤርትራውያን ተባላሽና ኣለና ምክንያቱ መንግስቲ ነብሱ ክከላኸል ስለ ዘይከኣለ እዩ ፅምዶ ክገብር ምስ ኣሜሪካ ኢልና ኢና ክንዛረብ ማለት እዩ ምክንያቱ ዝኾነ ይኹን ጹረ ኣሜሪካ ዝነበረ መንግስቲ ናብ ኣሜሪካ ኢዱ ክህብ ከሎ ክእዘዝ ኣለዎ ብኣሜሪካ። ጽቡቕ ጌራ ቀጥቂጣ ተማም ጌራ ደሲቓያ ከም ተስታይ ትሓርሶ። እዚ ዓብደላ ጆላኒ ዶ ዋላ መን ኢኹም ትብልዎ ናይ ሱርያ ራዩ ጆላኒ ናይ ሱርያ ዓሰርተ ሚልዮን ከፊልና ተምጽዎ ተኾንኩም ነዚ ሰብ እዚ ይበሃል ከም ዘይነበር ኣምጽ ኣቢሉ ኣብ ሱርያ ኮፍ ኣቢሎም ስለምንታይ ዝበልኩም ንክገብር እየ ኢሉ ሞሳድ እዮም ረኺቦም ስለዚ እዚያስ ኣፈወርቂ እንድሕር ጽምዶ ክገብር ኮይኑ ምስ ኣሜሪካ ንዶናልድ ትራምፕ ኣይኮነን ጽምዶ ዝገብር ዘሎ ተገዛእቲ ናይ ኣሜሪካ ክንከውን ኢና እሺ ኢሉ ጫማ ኣሜሪካ ሊሒሱ ማዓኮር ኣሜሪካ ሊሒሱ ይክቅበል ብድሕሪኡ ንሕና ጠፊእና ኣልና ኤርትራውያን ሙስሊምና ክርስትያና ከከባላሽውና እዮም ኣሜሪካውያን ካባንያቱ ህጻናት ኣድሕን ድበሃል ትካል ክኣትዩ ህጻናት ክሰርቅ እዩ

ቀይሕ መስቀል ድበሃል ክመጽኡ እሱ ከኣ ደም ካብ ህዝቢ እንዳመጠጠ ከብድን ልብን ዓይንን እንዳወሰደ ናብ ዓዱ ክሸይት እዩ ኣሜሪካ እንድሕር መጽያ እዚ ተግባራት እዚ ክፍጸም ኣብ ኤርትራ ኣብ ኢትዮጵያ እዚ ኖርማል እዩ ኖርማል ኖርማል እዩ ኣብ ትግራይ ሰብ ሽየጥ ኣሎ ኤርትራውያን ሽየጡ ኣለዉ ኣብ ትግራይ ድበሃል ነበረ ኣሜሪካውያን እዮም ዝገብሩ እዚ ጠዋይ ሙዕቡልን ሙኡሩን በዓል ዶላር እዩ እሞ ከምዚ ክገብር። ሰበስልጣን ኢትዮጵያ ከ ዶላር ሑቁፍ ተቢልካዮም ዋላ ሰበይቶም ውሰዳ ይዛረቡን እዮም። ስለዚ ኣነ ኣብቲ ጽምዶ ዝብሎ ዘሎ ናይ ሓውና ጀርጆ ክኸውን ዘይክእል ነገር እዩ ክኸውን ኣይክእልን እዚ ዝገለጽኩልኩም ኮይኑ እቲ ቀዳማይ ኣብ ካልኣይ ደረጃ ምስ ሩስያ ተጻሚዳ ንነዊሕ ከትካይድ ዝጸንሐት እሰያስ ኣፍወርቂ እስኻ ምርሓና ኢሉ ንቡቲን ንኣሜሪካ ክንዋጋእ ኢና ኢሉ ዘራፍ ድብል ነበረ ሰብ እዩ እሞ ሕጂ ድኣ ንፑቲን ገዲፉ ድዩ ናብ ኣሜሪካ ምስ ኣሜሪካ ክሰዓዓም ከመይ እዩ ክኸውን እቲ ጉዳይ ማለት እዩ ስለዚ ዝገበሩ ጌሮም ኣብ ኤርትራ ኣትዮም ንመንግስቲ ኤርትራ ፋሕ ብትን ከብልዎ ፕላን ኣለዎም። ኢራን ኣብያቶም እያ ከምዚ ገለመለ ኢራን ኣይትኣብዮምንያ እንብለኩም ኣለና። ኢራን ድኹዒ ክገብርዋ እዮም መዓልቲ እዮም ዝጽበዩ ዘለዉ፣ ዕግሽግሽ ዝብሉ ዘለዉ ነገራቶም ክሳብ ዝዳለዉ፣ ጉዳያቶም ክሳብ ዝውድኡ እምበር ንኢራን ድኹዒ ክገብርዋ እዮም። ኢራን ትበሃል ልክዕ ከም በዓል የመን ከም በዓል ሉብናን ዶዃዕዃዕ ከብልወን እዮም። ዒም ዝብል ከኣ ተሓጎመ እዩ ብኣሜሪካ ወገን። ኣሜሪካ ክንብል ከለና እስራኤል ኣብኡላ እንግሊዛ ኡላ ኣውስትራልያ ኡላ ጀርመና ኡላ እተን ኣለዋ ዝበሃል ሃገራ ኣብዛ ዓለም ኣብ ኣለዋ ቻይና ነብሳ ጥራሕ ክትከላኸል ትኽእል ነብሳ ጥራሕ ክትከላኸል ትኽእል ሩስያ ነብሳ ክትከላኸል ትኽእል ድያ ኣይትኽእልን እያ ኢራን ምስ ጠፍእት እዩ ዝፍለጥ ሽዑ ኢና ክንሪኦ ምክንያቱ ብኢኮኖሚ ዘብጥዋ ኣለዉ ብመንገዲ ዩክሬን ገይሮም ብኢኮኖሚ ጥራይ ሃርምዋ ኣለዉ ስለዚ ሩስያ እንታይ ክትገብር ክንሪኣ ኢና ካልእ ኢራን ውዒለ ሓዲረ ጧዕዋዕ ሓብላ እዮም እንድሕር ብኢኮኖሚ ጥራሕ ሒዞማ እቲ ህዝቢ ንባዕሉ እቲ ህዝቢ ሓደገኛ ህዝቢ እዩ መንግስቲ ሃገር ባዕላ ትፈልጥ ክብል እዎ ደቂ ኣንስትዮ ንሪኤን ኣለና ይዓጥቃ ገለ ገብራ ሆብላ ንሪኤን ኣለና ግን ክንፈልጦ ዘለና ክንፈልጦ ዘለና ብዘይ ኢኮኖሚ ዝኣኽሎም ዶላር ግሒጦም ዝኣኽሎም ናይ ዓለም ሙሉእ ነዳዲ ኣብ ኢዶም ገቢቶም ዘለዉ ኣሜሪካውያን በየናይ መንገዲ ኢኻ እስኻ ሶሪ በየናይ በየናይ መንገዲ ኢኻ እስኻ ምስ በዓል ኣሜሪካ ትወዳደር እንታይ ገባር ኣይኮንካ ሞ ስለዚ ክቡራት ሰማዕትና ኣሜሪካ ኤርትራ ኣትያ እንተ ተባሂሉ ኦሮማይ ተውልዐ ግርግር ዝግበር ዝነበረ ምስ ኢትዮጵያ ይኹን ምስ ኤርትራ ገለመለ ተሪፉ መፃወቲ ኢትዮጵያውያን ኢና ክንከውን ኤርትራውያን ተረዲኹም ካልእ ብልፅግና ዕረቑኒ ይብል ኣሎ ገለ ገለ ገለ ብልፅግና ዝገብሮ ነገር የለን መንግስቱ ሃይለ ማርያም ንባዕሉ እኮ ንሽሕ ዓመት ክዋጋእ የብል ነይሩ እስከ ከስማዓኩም ድናይ መንግስቱ ሃይለ ማርያም ምንም አይነት ሁኔታ ድል እንደማያደርጉ ያውቃሉ በፍጹም ይህ ግልጽ ይመስለኛል

ጠዋእ ጠጠው ኣይንብልን ኢና እዩ ዝብል ነይሩ መንግስቱ ሃይለማርያም ንስኻ ትብል ሚእቲ ሽሕ ዓመት እዩ ዝቕመጥ መንግስቱ ሃይለማርያም ንባዕሉ ኣብዛ ዝምባባ ዕድሚኡ ወዲኡ ኣለዋ ተሓቢኡ ብዛ ጋቢያ ሕጂ ከምዚ እንዳፈከሩ እዮም ዝጠፍኡ ኩሎም እንዳፈከሩ እዮም ዝጠፍኡ ፈኸራ ናይ ኣቦዎም እዩ እንታይ ኢኻ ትብሎ ብልፅግና ይፍክር እዩ ዘሎ ብልፅግና ከም ሕሱም ይፍክር ኣሎ ህዝቢ ብልፅግና ከ እንታይ ወርዶ ኣሎ እስከ ህዝቢ እዚኦም ትሪኦም ኣለኹም እቲ ቋንቋ ኦሮሞ እዩ። እቶም ህዝቢ ግን ህዝቢ ኢትዮጵያ እዮም ረኣይዎም እንታይ ገብርዎም ኣሎ ህዝቢ ኢትዮጵያ እዚ ወሪድዎ ዘሎ ሰላም ስኢኑ ህዝቢ ኢትዮጵያ ዝረኽቦ ዘሎ ሽግር እዚዩ። እዚ እንዳረኸበ ከኣ ምስ ብልጽግና ኮይኑ ወይ ክመጸና ወይ ከብለና ኣይክእልንዩ። ኢትዮጵያውያን ቅድሚ ሕጂ ኢለያ ኣነ ትርእሶም ኣይሰርሕንዩ እቶም ሰበስልጣን በሎም ምሁራት ዝበሃሉ ኣክቲቪስት ትርእሶም ኣይሰርሕን። ንኣብነት ተጋሩ ብቑዕ ርእሲ እንተዝህልዎም እስከ ኣብርሃም ጅግና እንታይ እዩ ዝብል ዘሎ ስምዕዎ።

ኣባን ዘይፈልጦስ መሊሱ የጥርጦ በሉ ዓድዋ ተኳንስ ንዓና
እስከ እዞም ተዓዘብትና ነዚ ናተይ ቪድዮ ትርዩ ዓድዋ ተኳና ትብሎም ኣሎ እሞ ሕጂ ኣብርሃም መን ኮይኑ እዩ ዝፅርፎም ዘሎ ንዓድዋ ትግራዋይ ኮይኑ ድዩ? ሰብዓ እንደርታዊ ኮይኑ ድዩ? ሽረታዊ ኮይኑ ድዩ? ቴምቤናይ ኮይኑ ድዩ ዝጸርፎም ዘሎ ወይስ እንታይ ኢና ክንብል? ንዓድዋ ጸርፎም ኣሎ ከም ዝመስለኒ ኣነ ትግራዋየ ስለዚ ዓድዋ ንዓይ ድላዮም ኣይገብሩን እዮም ዝዓይነት እዩ እሱ ትግራዋይ እትዮም እኮ ዓድዋ እዮም ማለት እዩ እንድሕር እሱ ንዓድዋ ተኳናት ኢሉ ከውፆም ወይ ክፀርጎም ኮይኑ ሽረን ሰብዓ እንደርታን ክንታ ክገብሩ እዮም ንትግራይ ድዮም ክዋግእዋ ወይስ ንዓድዋ ተንቤን ገምስመን እዮም ስዋልቆቶት ፀለምትኸ

ናብታ ዝመጻኹማ ክንድርብየኩም ኢና ኣብኣ ከኣ ክሳብ ቀይሕ ባሕሪ እናረኣኹም እናሰማዕኹም ብትኩሳ ብትኩሳ ቀይሕ ባሕሪ ከኣ ክንኣትዋ ኢና። መን ከም ዝኹስትር ከኣ ንፈልጦ ኢና ዞም ኩስቱራት ዞም ጋሻ ዘይቅበሉ። ዓድዋ ስያህ
ዓድዋ ሰራየ ይብሎም ኣሎ ሕጂ እቶም ኣብ ዓድዋ ዘሎ ህዝቢ ዓድዋ ሲ ሰራየ እዮም ዝዓይነቱ እዩ። እቲ ሓቂ ዓድዋ መብዛሕትኦም ኣብ መበቆል ኤርትራዊ መበቆል ዘለዎም ኣለዉ። እዚ ከኣ ኣብ ግዜ ዓንደ ሃይማኖት እዩ እቲ ዘርኢ ናብኡ ከይዱ። ሰራዊት ዓንደ ሃይማኖት ኣብ ዓድዋ ጎልጎል ከላ ዓድዋ ኣብኡ ስለ ዝነበሩ፣ ዓስኪሮም ስለ ዝነበሩ እቶም ኩሎም ዓሳክር እቶም ሰበስልጣን ኩሉ ግዜ ሰበስልጣን ኣብ ሓደ ቦታ ምስ ኣቐመጥካዮም ስድራቤት እዮም ኢኻ ትወስደሎም ካብ ኤርትራ ኩሎም እቶም ናይ ሰበስልጣን ዝነበሩ ስድራቤታት ካብ ዝተፈላለዩ ዞባታት ሕጂ ወይ ኣውራጃታት ዝነበራ ስድራቤቶም ወሲዶምሎም ኣብ ዓድዋ ኮፍ ኣቢሎምሎም ክንደይ ሽሕን ነቶም ተማራመርቲ ንግደፎም ኣብኡ ኮፍ መሶብ በሉሎም ድሕሪ ነዊሕ ዓመታት ብኡ ገይሮም ተግሪሮም ትግራዎት ኮይኖም ማለት እዩ ወይ ዓድወቶት ኮይኖም ትግራይ ከዓ ኢለ ኣብርሃም ይወዲ ትግራይ እምበር ሰብ ሰብዚ ዓድወቶት እዮም ኣብርሃም ጥራይ ይወዲ ትግራይ ሕጂ ዓድወቶት ኮይኖም ማለት እዮም ደቂ ዓድዋ ደቂ ዓድዋ ኮይኖም ማለት እዩ እቶም ኤርትራውያን ሕጂ መበቆሎም ኤርትራውያን ደቂ ዓድዋያ እዮም ማለት እዩ ደቂ ትግራይ ኣበይ መቦቆሎም ኣይንፈልጦ ኢና ኣብርሽ እኳ ካብ መሰፖታምያ እዩ ድብለና ኣብርሽ ዓርክና ዝኾነ ግን ኩሉ ንመጽናዕቲ ንገድፎ ኩቡራት ሰማዕትና ሕጂ እንታይ እዩ ክዛረብ ደልየ ዘለኹ ኣነ ሓደ ሓደ ግዜ ብዙሕ ነገራት ትሰምዕ ኢኻ ኣብዚ ግዜና እንታይ እዩ ዝግበር ዘሎ እንታይ እዮም ዝብሉ ዘለዉ ኢና ንብል እዚ እስከ እንታይ እዩ ዝብል ኣንቱም ኣስላምኩም ኩሱምኩም ይዓል ዲንኩም ደቂ ሸርሙጣ ሙሳ ከምዚ ዓውር ምስ ኣጽበብኩምሉ ጎይታ ተቐቢሉ

ኣይፈልጥን እየ ኣይ ዋላ ሓንቲ ይፈልጥን እየ ዝብላኩም ኣብ ጢጽኩም ኣትፉ ደቂ ሸርሙጣ። ኩሱሙ ኣስላምኩሙ ኩሱምኩም።
ክቡራት ኣሕዋት ዝኾነ ኤርትራዊ ኣብ ከባቢ ወዲ ሓጂ ዘሎ ንወዲ ሓጂ ዓገብ ምባል ጽቡቅ መስለኒ ሃይማኖት ኣይጽረፍን እዩ ነውሪ እዩ ንኣስላም እዩ ዝጸርፍ ዘሎ ኣስላም ልዕሊ ኣርባዕተ ዋላ ሓሙሽተ ቢልዮን ህዝቢ ኢኻ ትጸርፍ ዘለኻ ንሓደ ሰብ ኣይኮንካን ወዲ ሓጂ ፈገር ጽባሕ ንግሆ ሃራሚኻ መን እዩ ትፈልጥን ኢኻ ነውሪ እዩ ናይ ዝኾነ ሃይማኖት ኣማኒ ኮንኩን ኣይትእመን ናይ ህዝቢ ሃይማኖት ግን ኣይትጽረፍ መሰል የብልካን ዓቅሚ የብልካን ኣፍልጦ የብልካን ወዲ ሓጂ ነብስኻ ከይተጎድእ ኾይጎድኡኻ ገሊኦም ከምዚ ኢልና መጺኦም ልቢ ዝወሓዶም ጠረግ ከየብሉኻ። ቀይሕ መስመር ኢኻ ትረግጽ ዘለኻ ኣስላም ትጸርፍ ኣለኻ ኣስላም ክንደይ ቢልዮን ኣማኒ ዘለዎ ምስልምና ሃይማኖት እዩ እሞ ኤርትራውያን ከኣ እንተመኸርኩሞ ሓይሽ ዝወዲ ብቕንዕና ክንመኽሮ እዩ ዘለና እንተዘይኮይኑ ሃይማኖት ናይ ህዝቢ ፀሪፍካ ቀሲንካ ትድቅስ ማለት ሓሶት እዩ። ወዲ ሓጂ ተበጺሓትካ እዛ ናተይ ቪድዮ ጽባሕ ንጎ ሃራም ኢኻ ኣይትፈልጥን ኢኻ ግደፍ ግደፍ ነውሪ እዩ ኣደብ ግበር ናይ ሙስሊም ኣይትጽረፍ ናይ ክርስትና ኣይትጽረፍ ናይ ዝኾነ ይኹን ሃይማኖት ኣይትተንክፍ እወ ጓል ክስቶ ከምዚ ገይራ ወዲ ክስቶ ከምዚ ገብረ ውዕል በል ሸለል ክብሎ ኮን ህዝቢ ሃይማኖት ዓቢ ትጸርፍ ትኾንካ ብሄር ትጸርፍ ትኾንካ ሃገር ትጸርፍ ትኾንካ ህዝቢ ትጸርፍ ትኾንካ ግን ዓሌት ትጸርፍ ትኾንካ ግን ካብዞም ኩሎም ሓደ ዝተወደኦ መጺኡ ከይልክመካ ነውሪ እዩ በሉለይ ዝወዲ ካልእ እዚ። ከም ዝረኣኹሞ ደቅነ ኩሉ ሰብ ብዛዕባ ይዛረብ ኣሎ ገለ በለ'ሞ ንእሽተይ ናተይ ርኢቶ ክገብር ደሊ ሓደ ኣርባዕተ ቪድዮታት ኣውጺኤ ኣለኹ ስለምንታይ ከም ዝገበርክዎ ባዕሉ እቲ ቪድዮ እቲ ድማ ራይል ብሓሶት ደላይካ ከም ትውንጅል ጌረ ኣለኹ ካብኡ ንላዕሊ ወላ ሓንቲ ብናይ ኣሜሪካ ማይንድ ነዚ ንክትረዳዳእ ክደሊ ድዩ? ተዛሪበ እኮ ብዘይ መርትዖ እኸስስ ኣለኹ እንዳበልኩ ዓሰርተ ግዜ ብድሕሪኡ ድማ ከመይ ጌረ ከም ዘድንቖ ንኣወል ስዒድ ብዙሕ ተዛሪበ ግን ስቲል በዚታት ድላዮም ፍርዲ ዝህቡ ሰባት ኣለው ደቂ ኤረይ ናታቶም ፍርዲ ናታቶም እዩ። ኣርኣይዶ? ክወስኑ እንተኾይኖም በዚ ግን ክረትዑኒ ይኽእሉን እዮም በቲ እው ዝተዛረቡ ኣለኹም ከምዚ እዚ ኣቦና መን እዩ ሽሙ ፍጹም ድዩ ዝበሃል ዋላ ኢንጂነር ፍጹም ኣቦና ኢንጂነር ፍጹም ጽቡቕ የለን ስለምንታይ ኣነ ጽቡቕ የለን ዝብል ዘለኹ ቅድሚ ሕጂ ኣወል ስዒድ ሸያጢ ኩሊት እዩ ናይ መንግስቲ ኩሊቲ ክሸይጥ ዝውዕል ዘሎ ገለ መለ ኢሉ ይዛረብ ነይሩ ኣነ እንታይ ዝብል ሓንቲ ጭብጢ እንድሕር ዘይብልካ እንታይ ክኾነካ ኢኻ ትዛረብ ዘለኻ መን ኢኸ እቲ ጭብጢ ምጽእ ኢሉ ዝተዛረበካ መን ኢኸ ከምኡ በል ኢልካ ታይ ተወካኺ ኤርትራ ኣቲኻ መጺኻ ሓንሳብ ደጋፊ ኢልካ ፍንጥሪዕ ትብል ገለ ምስ ኣጋጠመካ ኸኣ ተቓዋሚ'የ ኢልካ እዩ ተሓዙኒ ስደዱኒ ክትብል ትውዕል። ሓደ ብዚ ዕድመ እዚ ሓንሳብ ደጋፋይ ሓንሳብ ተቓዋማይ ገለመለ ክትብል ኣይትውዕል ክትውዕል የብልካን። ማዕበል ወደይ ገለመለ ወደይ ሕጂ እስኻ መቐለ ስለ ዝዓበኻ ወይ ኣብ ትግራይ ስለ ዝዓበኻ ንማዕበል ወደይ ገለመለ ከምዚ ናይ ጥቕሚ ናይ ገንዘብ ኮይኑ ይስምዓኒ ኣነ ግን ነውሪ እዩ። ወይ ጀማልካ ሒዝካ ትም ምባል እዩ ወይ ካብቲ ኤሪትራውነትካ ምንካስ እዩ ብዛዕባ ፖለቲካ ንመንግስቲ ክትጸርፍ ትኽእል ኢኻ ካልእ ሓቅነት ዘይብሉ ነገር ግን ኣብ ኤርትራ ኩሊት ይሽየጥ ከም ዘሎ ኢኻ ትነግረና ዘለኻ ቀሲልና ንሪኦ እሱ ከም ሰብ ግን ብዙሕ ተደተይዛረቡ ይሓይሽ ከም እዚ

እዚ ሰብኣይ ምስ ኣብዪ ኣሕመድሲ ጎረባብቲ ኢና፣ ብሓንሳብ ኢና ዓቢና። የተወለደበት ሀገር የት አካባቢ ነው? በሻሻ ናት። በቃ በሻሻ ማለት ያው ከከተማ ትንሽ ወጣ ብሎ ነው። አንድ ሁለት ኪሎ ሜትር ቢሆን ነው። ሁለት ኪሎ ሜትር ራሱ ሞላ አይመስልም።
ኣብ ባሻሻ እዩ ተወሊዱ ካብቲ ከተማስ ናይ ክልተ ኪሎ ሜትር ውፅእ ኢልካ እያ ዘላ ባሻሻ ኣብ ባሻሻ እዩ ተወሊዱ ምሳና ኣብዚ ይብሎ ኣሎ

ኣነ ኣብይ ኣሕመድ እየ ድበሃል ኢሉ ባዕሉ ኣሕመድ ግን ንዕኡ ይወለዶን ነዲኡ እዩ የእትይዋ እምበር ንዕኡ ይወለዶን ነዲኡ ስለ ዘእተዋ ግን ኣሕመድ የዕብይዎ እዩ ድብለና ዘሎ እስከ። እንጂ አብይ አህመድ አባቱ ያለ አይመስለኝም። እዛ አጋሮም አደለ የተወለደ ሰሜን ሸዋ ነው የተወለደ ኦሮሞም አደለም ሲጀመር ሰሜን ሸዋ ተወልዶ ከዛ አንድ ኣሕመድ ዝበሃል ሰብኣይ ንኣብይ ኣይወለዶን ክውለድ ከሎ ውን ኣብዚ ባሻሻ ኣይኮነን ተወሊዱ ሰሜን ሸዋ ዩ ተወሊዱ እቲ ኣሕመድ ድበሃል ሰብኣይ ነዲኡ ዩ ተመሪዕዋ እምበር ንኣብይ ኣይወለዶን ኢዩ ድብለና ደሎ ኣብ ሰሜን ሸዋ ተወሊዱ ዩ መጽዩ ኣስተማሪ እዛ ጋሮ ተመድቡ ነበር ከዛ ዓመታ ፍቃድ ክረምት ስዘጋ ትምህርት ይዘጋርል ትምህርት ስዘጋ ወደ ሀገሩ ሄድና የኣብይ ኣህመድን እናት ያመጣል ኣጋሮ ያመጣና እዛ ኣረቄ እየሸጠች ያስተ

ጋዜጠኛ ከይዶም ምስ ሓተትዎ ከኣሲ ኣቢይ ኣሕመድ ወድኹም እዩ ዝበልዎ ኣነ ከም ደቀይ እየ ዝሪኦ። እንታይ ማለት እዩ ከም ደቀይ እየ ዝሪኦ ማለት ከ? እንታይ ማለት ልጄ ኣደሌ ማለት ነው ስለዚ እዚ ሰውዬ ኣባቱ ኣይታወቅም እና ሌሎች። ከም ደቀይ እየ ዝሪኦ ኢሉ። ከም ደቀይ ዝሪኦ ማለት ከኣ ወደይ ኣይኮነን ማለት እዩ ትርጉሙ።

ኩቡራት ሰማዓትና ንሎማዓልቲ ዝነበረኒ መደብ ሶሪ ከምዚ ይመስል ኣብዚ ናይ ጆርጆ ሓውና እንታይ ሽሙ ጌሬ ክዛረብ ጸኒሐ ይቕሬታ ንሓትት ጆርጆ ከይስምዖ ካልእ ላይክ ሳብስክራይብ ሓጉዙና ኩቡራት ሰማዕትና ምናልባት ነይረ ነይረ ድመጽእ ዘለኩ ስለ ዘይጠዓመኒ እዚ ዋርሕ እዚ እቅሬታ እሓተኩም ኣኣብ ዘለኩሞ ዕድመን ጥዕናን እሃብኩም እዎ ሰናይ መዓልቲ ሓጉዙና ጥራሕ ኢና ክንብል ንክእል።